ዘሉ ሓቂ ማሓዛ ንራኸበሉ ማዕረ ቤተሰብ ንእከበሉ ኣውደኣመት ዩ ፍቕሪ ምስ ሓጎስ ቤት ዝነ ሰላም ሰላም ኣብ ውሽጥን ወጻእን ኮንኩም ዝተፈላለዩ ትሕዝቶ መደባት ነጸብራቅ ቲቪ ምስ ሊድያ በረከት እትከታተሉ ዝከበርኩም ተዓዘብትና ከመይ ትኾኑ ኣለኹም ንመላእ ህዝቢ ኤርትራ ኣብ ውሽጥን ወጻእን ዝነብር እንቋዕ ናብ ሓድሽ ዓመትን በዓል ልደትን ኣብቀዓና እንዳበልኩ ነዚ በዓል ምኽኒት ዝገበረ ትሕዝቶ መደባት ሒዘልኩም ቀሪበ ኣለኹ ናይ ሎሚ ትሕዝቶ መደብና ፍልይ ዝበለ እዩ ክኸውን ውልዶ መንእሰያት ሓድሽ ጥበብ ኣብ ስነጥበብ ሃገርና ከበርክቱ ዝጽዕሩ ዘለዉ ወይ እውን ዝሰርሑ ዘለዉ መንእሰያት እዮም ናይ ሎሚ ዕዱማት ኣጋይሸይ ብዛዕባ ትሕዝቶ መደባቶምን ኣቕሪቦሞም ዘለዉ ደርፍታት ከመይ ከም ዝመስልን ናባኹም ከነብሎ ኢና። ሰናይ ምክታል። ደጊመ ደጋጊመ ንመላእ ህዝቢ ኤርትራ እንቋዕ ናብ ሓድሽ ዓመትን በዓል ልደትን ኣብቅዓና ክብለኩም እደሊ። መጺኻለይ ዶ? እዞም ዕዱማት ኣጋይሽ ምናልባት ቅድሚ ሕጂ ኣይንፈልጦምን ኢና ከይትብሉ። ፍሉጣት ዲኹም? ፍሉጣት ዲኹም እዞም ኣጋይሽ? ዛጊ ኣይኮናን። ባህሊ ቱ ፖይንት ኦ ትብል ደርፊ ኣብ ዝሓለፈ። ኣስታት ዓመትን ገለን ኣቢሉ ኸውን ካብ ትሕተም ተሓቲማ እውን ካብ ትዝርጋሕ ማለት እዩ ዘዳለዉ ጉጅለ እዮም። እዞም ጉጅለ እዚኦም ኣቐድም ኣቢሎም ዓስራይ ክፍሊ ትብል ኣልቡም እውን ኣዳልዮም ነይሮም። ብሓፈሻ ኣብቲ ትሕዝቶ ናይቲ ደርፊ ኣቲና ክንሪኦ ክለና ቅድሚ ሕጂ ካብቲ ኣብ ሃገርና ዘሎ ኣደራርፋ ቅዲ ፍልይ ብዝበለ ምስ ዘሎ እዋናዊ ዓለምለኻዊ ዝኾነ ዓይነት ኣደራርፋ ዝተቃነየ ዓይነት ደርፊ እዮም ኣቅሪቦምልና ኣዝዩ ባህ ደብል ዓቢ ለውጢ ከኣ ነጥበ መቀይሮ ኣብቲ ናይ ጥበብ ሰርክል ናይ ሃገርና ክገብሩ ዝክኣሉ መንእሰያት እዮም መስለኒ ዲኩም ትብሊ ኣለኺ ሓቂ ብዝኾነ ባዕሎም መን ምዃኖም ክንላለዮም ኢና ብዝያዳ ግን ብኒክነይም እዮም ዝፍለጡ ንሕጂ ውን ንሱ ድዩ ክኾነልና ጽቡቅ ንግዜ ብኣኻ ክጅምር ክቡር በዓል ማስክ።
ሽመይ ናይ ስቴጅ እየ ክነግር ማለት እዩ እወ ጌመር ብዝብል እየ ዝፍለጥ ጽቡቅ ኣይኮነን ሽምካ ባዕልኻ ክትጽውዖ ከኣ።
and then ኣነ ከኣ ሴቶ

ዘውዲ ሽወያ ብልሕ ዝበለት ምስ ሞደርን ምዕባለ ትጓዓዝ ዘላ እያ ትመስል ብዝኾነ እስከ ናብ ናብቲ ስራሕኩም ክንምለስ ኣቐድሞ ኣቢልኩም ዓስራይ ክፍሊ ትብል ኣልቡም ድሕርኩም ከዓ ባህሊ 2.0 ትብል ኣልቡም ኣስዒብኩም ናብ ህዝቢ ብፍላይ ድማ እዛ ድሒራ ዝመፀት ፅቡቕ ተቐባልነት ረኺባ እያ ሻቕዋይ ወዲ ማማ ካብተን ዝያዳ ብዝሒ ሰብ ወይ ውን ሰዓብቲ ወይ ደገፍቲ ብዝያዳ መንእሰያት ውን ዝረኸባ ደርፊ እየን። እስከ ብዛዕባ እዚኤን ገለ ክትብሉና? ዕላማ ናይቲ ደርፊ መጀመርያ እንታይ እዩ?
እዋእ ከባድ እያ ብዙሕ እንድዩ እቲ ደርፊ እወ ሕጂ
ኣብ ሓደ ኣልቡም ሓደ ዓይነት ሕብሪ ዘለዎ ደርፊ ኢኻ ትገብር። እወ። ሕጂ እታ ቀዳመይቲ ክንሰርሓ ከለና ኣብ ብዙሕ ኖርማል ደስ ዝበለና ደርፍታት ጥራሕ ኢና ሰሪሕና ነርና። ኦኬ። ሽዑ ኣብታ እዛ ዓስራይ ክፍሊ እወ።
ኣብዛ ካልኣይቲ ክንሰርሕ ከለና ግን ሓደ እ፣ እታ ሽሙ በጊስና ከምዚ ሓሳብ እ፣ እቲ ደርፊ ናይ ደራፋይ እዩ። ድሕሪኡ ዘሎ ኣ፣ እቲ ኢንስትሩመንት ግን ገለ ናይ ዓድና ኢንስትሩመንት ዘይንጥቀም ኢልና ብኸምኡ ኢና ሰሪሕናዮ። ሕጂ ዕላማ እኳ ኢንተርተይመንት እንዲ እዎ ደርፊ እኮ ዕላማ ብዙሕ ኣለዎ ከምዚ ከምዚ እዩ ከምዚ ዕላማ ኣለዎ ክብል ኣይክእል እንዲ ግን ኢንተርተይመንት እዩ ካልኣይ ነገር ቁሩብ ኢምፕሩቭ ክንገብሮ ኣለና ሕጂ ንዕኡ ንምግባር ኢና ሰሪሕናዮ እቲ ኣልቡም።
ክሳብ ክንደይ ኢዩኸ ውፅኢታዊ? ምኽንያቱ ኣብ ሕብረተሰብና ዳርጋ ኣብ ዝሓለፈ ዓሰርተ ዓመት ብጓይላ ዝተቓነየ ሙዚቃታት ክስራሕ ፀኒሑ እዩ። ጌና እውን ይቕፅል ኣሎ። ዓብላልነቱ ከዓ ንሪኦ ኣለና። ዳርጋ ሰብሲ ናቱ እዩ ሰዓቢ። ወላ እውን ኣብ ዩቲዩብ ክትሪኦ ከለኻ ብዝሒ ፅቡቕ ዝኸደልካ ደርፊ እንተተባሂሉስ ጓይላ ንስክትሽም ዘለዎ ኩዳ ዓረዛ ገለ ዘለዎ እዩ። ኮይኑ ነዚ ደርፊ ክትሰርሑ እቲ ድፍረት ወይ እውን እቲ ከም ሓሳብ ከተብቁሉ ከለኹምስ እንታይ እዩ እቲ ዕላማ መጀመርያ ካብ ምንታይ እዩ ዝብገስ እቲ ርድኢት? ተትፈትዎ እንዲኻ ትሰርሕ ሕጂ ናተይ ከም ናተይ ባህርያት ማለት እዩ ኣብ ደርፊ ናተይ ደስተማቕሮ ነገራት እቲ ኣብ እቲ ሕጂ ንኣብነት ሓድሽ ሳውንድ ክኸውን ኣለዎ ምሽ እቲ ሳውንድስ ኩሉ ግዜስ ክቕየር ኣለዎ ካብ ግዜ ናብ ግዜ እንዳተቐየረ ክኸይድ ኣለዎ ኣነ ክፈትዎ እንተኮይነ ማለት እዩ ሕጂ ከምኡ ስለ ዝፈትዮ ከምኡ ዓይነት ደርፊ ዝሰርሕ ትፈትዎ ኢኻ ትሰርሕ ሕጂ ንኣብነት ኣብ ጓይላስ ንኣርባዕተ ሓሙሽተ ዓመት ሓንቲ ሳውንድ ሓንቲ ድምፂ እያ ተቕፅል ሽዑ ሓድሽ ነገር ቁሩብ ትመጽእ ትቕጽል። ሕጂ ነዚ ንምቕያር ኢና እታ ሽሙ ጌርና ሰሪሕና። ሕጂ ዋላ ጓይላ ዝሰራሕናዮ ኣሎ ግን ከምቲ ዘሎ ዓይነት ጓይላ ኣይኮነን። ሕጂ ንሕና ንፈትዎ ኢና ሰሪሕና ስለ ንፈትዎ ከምኡ ዓይነት ክንሰምዕ ስለ ዝደሊ ከምኡ ኢና ሰሪሕና። እስከ ካብ ህዝቢ ከመይ ዓይነት ተቐባልነት ረኺብኩምሉ? ስቶ ብወገንካ እታ ማይክውን ከነዝራ ምእንታ ኣብዚ ዓዲ ደኣ ከማሰ ደሓን እዩ ንብል ኣስ ኣብ ብዙሕ ክለባት ገለ ዋላ ብ ሰባት ርእይቶ ገለስ ንሰምዕ ኢና እወ ኦ ብዙሕ ሰብ ሰሚዕዎ ንብል ኣብ ደገ ግን ብዙሕ ኣይኮነን ብዙሕ ኣብ ኣይኮነን። ዩቱብ ማለት ናይ ፕሮሞሽን ገለ ሽግራት ገለ ስለ ዘሎ ሓድሽ ነገር ምስቲ ምዃኑ ከኣ ከምዚ ሰብ ደፊሩ ኣይኣትዎን ከምቲ ዝበልክዮ ናይ ጓይላ ገለመንታት ሰብ ዝደፍር ሰብ ኢቨንቹዋሊ ግን ማስ ሰምዖ የልናስ ንሃሲ ሕጂ እቲ ቀንዲ ናትኩም ተዓዛቢ ወይ ናትና ኦዴን ትብልኦ መን እዩ?
ንሕና ንኹሉ ንብል ግን ዝበዝሐ መንእሰይ

ክሳብ ክንድዚ ግዜ ዝወሰደ ማለት ነዊሕ እዋን ኢኹም ጌርኩም ዓስራይ ክፍሊ ክንደይ ጌራ ኣላ ካብቲ ስራሕ እሞ
ኣርባዕተ ዓመት ጌራ
ዳርጋ ብውሱን ቦታ ተዘይኮይኑ እውን ከምቲ ዝድለ ብዙሕ ኣይተሰምዐትን መስለኒ እውን ሳ ናይ ገዛ ያሳኹም ናይ ክለብ ገለስ ኣይኮነ ናይ ገዛ ኣብ ገዛኹም ከተሰምዓ ደርፊ እያ ብኸምኡ እዩ ተሰሪሑ ግን ኣዝዮ ሓያል መልእኽቲ ዘለዎ ስራሕ እውን ተሰሪሑ ስራሕ፣ እዩ እ። ዳርጋ ብምልእታ እታ ኣልቡም ኣስተማቒረያ እየ ኣነ ብውልቀይ ካብቶም ዘድነቕኩኹም ሰባት እየ እውን ኣብቲ ሰዓት እቲ እ፣ ግን እት ከምዚ ትብልዎ ዘለኹም እንተኾይኑ መብዛሕትኡ ግዜ ከኣ እዚ ኣብ ዩቱብ ዝከታተለና ዘሎ ሰብ እ፣ እቲ ናይ ባህሊ ክብርታት በቲ ዘለዎ እምበር እዚ ሞደርናይዝ ዝኾነ ነገር ብዙሕ ኣይንደልን ኢና በሃልቲ'ዮም። ማለት'ሲ ናብቲ ምዕራባዊ ዓለም ዝኸይድ ምስሊ ይሕዝ ስለ ዘሎ'ሲ ብዙሕ ከተባብዖ'ውን ኣይደልዩን። ኣብዚ እንታይ'ዩ ጉዳይኩም? ቲጂ'የ። ቲጂ ዘ ጋንግስተር መልስ። መዓዝ ከመይ ነገር ከመይ መጠን ሓድሽ ባዕልና ዝመሃዝናዮ ነገር ከምዚ ኣብዚ ዓድስ ቅድሚ ሕጂ ተሰሪሕሉ ዘይፈልጥ ዓይነት ህርመት ወይ ከኣ ሙዚቃ ኣይኮነን እወ ነይሩ እዩ ወላ በዓል ኣብርሃም ኣፈወርቂ ድዩ ወላ በዓል የማነ ባርያ ገለ መለስ ዝጥቀሙሉ ነይሮም ከምኡ ዓይነት ህርመታት ማለት እዩ እወ ግድን እታ ጓይላ እያ ናይ ናትና መለለዪ ናትና መፍለጢ ናትና እቲ ደርፊ ካብ ኤርትራ ዝፈሪ ደርፊ ስኒ ጓይላ እዩ ጥራይ ማለት ኣይኮነን ዝፀነሐ እዩ ህጂ ንገብሮ ዘለና ግን ምስቲ ግዜ ክትጓዓ ስለ ዘለካ እቲ ሕጂ ዘመናዊ ዝበሃል ኮላ እዩ ዘሎ ኮላ እንዳሓወስካ ካብቲ ሕብረተሰብካ ድዩ ወይ ነቲ ህዝብካ ዝመስል ዓይነት ኣቀራርባ ጌርካ ተቕርቦ ማለት እዩ። ከም እሱ ናትና ዓይነት ኣቀራርባ
ክምልኣሉ ዶ ሕጂ ባህሊ ክንብል ከለና ቀዳማይ ነገር እታ ዋላ ካብታ ኣርእስቲ ናይታ ኣልቡም ምስ ደፊርካ ገለ እዮም ዝብሉኻ ግን ካብታ ባህሊ እንታይ እዩ እንድሕር ኢልካ እንድሕር ዲፋይን ክትገብሮ ጀሚርካ ድሩቕ ነገር ኣይኮነን። ዳይናሚክ እዩ። እዋ Yeah. ባህሊ ይመጽእ ይኸይድ Exactly. ባህሊ ዝሰርሕዎ ከማና ሰባት እዮም Mhm. ምሽ ሓደ እዋን ሲ ምኽንሻብ ባህሊ ነይሩ ኣብ ዓድና Exactly. ስለ ዘይከይድ ተቐይሩ እዎ ሕጂ ኩሉ ግዜ ባህሊ ሰባት እዮም ዝቕይርዎ ብዙሕ ግዜ እንታይ ይብሉ ሕጂ ስ- ዝገርመኒ እ፣ በቃ ባህልስ ናይ ቀደም ጥራሕ እዩ ንሕናስ ባህሊ ክንገብር ወይ ባህሊ ክንሰርሕ ዘይምልከተና ገይሮም ዝዛረቡ ኣለዉ ብዙሓት ሕጂ ናይ ቢዝነስ ነገር እንዲ ንገሊኦም ናይ ቢዝነስ ነገር እዩ ከምኡ ንክዛረቡ ከምኡ ንክብሉ ቢዝነስ እዩ ንዖም ግን ከምኡ ይኮነን ባህሊ ሕጂ ባህሊ ዘይኮነ ንምንታይ ባህሊ ኢልካዮ ዋላ ኣትሊስት እቲ ኣልቡም ናይ ናይ ባህላዊ ናይ ናይ ዓድና ናይ ኣብዚ ዓዲ ነዊሕ ዓመት ዝገበረ መሳርሒታት ሙዚቃ ናቱ ድምፅታት ኣለዋ ግደፍ እዮም እሱ ዋላ ካልእ ካልእ ነገር ተንምህዝ ዋላ ባህሊ ክንብላ ንኽእል ኢና ሕጅስ ንኣብነት ኣብ ኮፒራይት ድሕሪ ዝተወሰነ ዓመት ስለምንታይ ፍሪ ይኸውን እቲ ሓደ ደርፊ ባህሊ ስለ ዝኾነ ናይቲ ሕብረተሰብ ናቱ ስለ ዝኾነ ኩሉና ንገብሮ ነገር ሲ ናትና እዩ ጽቡቕኹን ሕማቕኹን ሕጂ እቲ ባህልስ እቲ እቲ ትርጉሙ ወይ እቲ ዴፊኒሽኑ ብኻልእ ተታሒዙ ኣለዎ ብብዙሕ ሰብ ሕጂ ትፈትዎን ክትጸልኦን ካልእ እዩ ዓራይ ኣይፈትዎን እየ ክትብል ዝኽልክለካ የለን ባህልና ኣይኮነን ክትብል ግን ከምኡ ሓሳብ ኣለና ኣነ
ጽቡቅ ከምዛ ካበልዓልካያ ውን ናብኣ ውን ክምለስ መደብ ጌረ ጸኒሐ እየ ከመ ርእስቲ ባህሊ ቱ ፖይንት ኦ እንታይ እዩ ትርጉሙ ክልተ ነጥቢ ዜሮ እንታይ ማለት እዩ ተሃድሶ ድዩ እንታይ እዩ ማለትሲ ማዕቢሉ ማለት እዩ ከምቲ ዝበሎ ባህሊ ኖርማል ኣሎ እዚ ንፈልጦ ንሕና ዘሎ ዝነበረ ማለት እዩ ባህሊ ቱ ፖይንት ኦ ከዓ ኣናዘር ቨርጅን ማለት እዩ ሓድ- ዝሓደሸ ቨርጅን ማለት እዩ ዝኾነ ከውፅዎ ከለዎ ምሽ ዋን ቱ ገለ ኢሎም ኣምፅኡ እም። ከምኡ ማለት እዩ ባህሊ እቲ ኮይኑኦ ከዓ ብናትናስ ባህልና ማስ መሳርሒ ሙዚቃና ዘለዎ ግን ኣማዕቢልና እ፣ ሂወት እ፣ ኣብ ዋላ ኣብ ግጥሚ እንተኮይኑ ከዓ ሂው- ብዛዕባ ሂወትና ኢና ንዛረብ ኣብኡ ብዛዕባ እዋ። ናይ ሕብረተሰብና ዘሎ ሂወት ኢና ንዛረብ ናይ ብሓቂ ማለትሲ ሕጂ እሱስ ባህሉ እቲ ኮይኑኦ ማለትሲ ሓድሽ ቨርዥን ናይ ባህሊ ኣማዕቢልናስ ኣምፂእናዮ ኣለና ንብል ኣለና ማለት እዩ ጽቡቅ ይጽሉ ዶ ትብሉ እዚ ደርፊ ግን ሕጂ ከም ሕብረተሰብ ከዓ ንሕና ብዙሕ ዕቃበታት ዘለና ኢና እቲ ዝለምድናዮ ነገር ቀልጢፍና ልቕቕ ነብል ሕብረተሰብ ኣይኮንናን ኩሉ ግዜ ሕጂ እቲ እቲ ነዊሕ እዋን ከምዚ ዝበልናዮ ንዓሰርተ ዓመት ሙሉእ እንተ ደኣ ኣብ ዩትዩብ ዝተሰርሑ ደርፍታት ብጓይላ ዝተቓነዩ ኮይኖም እኸብደኩም ዶ ንዓኹም ዋጋ ግዜኹም ገለ እንዳጥፋእኹምሉ ጸዓትኩም እንዳጥፋእኹም ትሰርሕዎ ዘለኹም ክሳብ ምዃኑ ከምቲ ዝድለ ከኣ ቀልጢፉ ተቐባልነት ውን ዘይምርካቡ ካብቲ ዝበልኩምኒ ውን ኣቐዲምኩም ናይ ነዊሕ እዋን ዕርክነት ነዚ ሓሳብ እዚ ክተፍርዩሲ ናይ ነዊሕ እዋን ዝርርብ ወይ ርድድእ ዝገበርኩም ክትኮኑ ትኽእሉ ኢኹም በዚ ኩሉ ዝሓለፍኩሞ መድረኻት ክትርእይዎ ከለኹምሲ ብዙሕ ዋጋ ከም ዘኽፍለኩም ዘሎ ኮይኑ እዩ ዝስማዓኒ ንዓይ እንታይ ትብሉ ብዛዕባ እዚ ሴቶ ማሲ ለውጢ ኩሉ ግዜ ኣብ ሰዓቱ ቅቡል ኣይኮነን እወ ድሕሪ ለውጢ ምጢኻሉ ንሕብረተሰብ ክንደይናይ ዝቕበሎ የለን ምስ ታይም እዩ ዝግለጽ ማሲ ኣብቲ ሰዓት ትኽፍት ትኽእል ግን ቀንዲ ማሲ ብልጫ ኣለዎ ድዩ የብሉን ክፍለጥ ተኾይኑ ድሕሪ ግዜ እዩ ዝፍለጥ በሃላይ ኣነ ማስ ድሕሪ ግዜ ድሕሪ ነዊሕ ግዜስ ናይ እቶም ዝዓብዩ ዘለዉ ሕጂ መናእሰይ ናቶም ደርፊ ኮይኑ ክዓቢ ክእል እዩ ንብል ንሕና ምስ ግዜ ኦየ፣ ማለትሰ ብዙሕ ከፊልናሉ ኢና ዋላ እቶት ገለገለ መንታት ኣይረኸብናሉን እወ ግን ከምዘ ነቲ ንፈትዎ ነገር ገዲፍና ኣብቲ ዕዳጋ ዝኸይድ ዘሎ ነገራት ክንደርፍ ገለ ከዓ ማስ ናይ ግዜ ግዜያውያን ስነ ሰባት። ጥበባውያን ኢና ክንከውን እምበር ከምዚ ንነብር ሰባት ገለስ ኣይንክንከውን ኢና ይብል ኩሎም ከዓ ከም- ከማይ እዮም ዝሓስቡ ስምብራት ክትገድፍ እምበር ከምዚ ዋስጥ ኣሽሙ ክትከውን ኣይኮነን እቲ ዕላማ ማለት ድሕሪ ግዜስ ሆፕፉልስ ንገለ ሰባት ሂወቶም ነማሓይሸሎም ንኾነ
ጸለውቲ ክትኮኑ ተስፋ ትገብሩ ዶ ወይ ማዕጾ ንኸፍት ንኸውን ግሬት ጌመር ገለ ዝምልኦ ሓሳብ ዘሎ እዩ ዝመስል ኣብዚ ጉዳይ እንታይ ርድኢት እዩ ዘለካ ኩሉ ግዜ ሓድሽ ነገር ክትጅምር ከለኻ ኢንቨስት ኢኻ ትገብር ገንዘብካን ግዜኻን ሕጂ ኣነ ርግጸኛ እየ ምስ ካብታ ካብቲ ዝነበርናዮስ ኣጸቢቑ ሕጂ ሓይሽ ኩሉ Yes፣ ነገር ናይ ብሓቂ እዎ፣ ኩሉ ኣብዛ ነገር ዝሓለፈት ዓመት ብፍላይ እዎ እዎ ዋላ እቲ ምስ ከምዚ ቀልጢፉ ሓራይ ዝብል የለን እቲ ሽግር ፍርሒ ኣሎ ብዙሕ ሰብ ፈርሕ እዩ ሕጂ ግን ንጽቡቕና ኮይኑ ነቲ ስራሕ ድዩ ሕጂ እቲ ዝፈርሕ? እወ ስራሕሲ ተዘይተቐበለኒ ሰብ ብዝብል ድዩ እቲ ሓሳብ?
ሕጂስ ኸኣ ግቡእካ ትገብር ሰብ ክፈትዎን ክጸልኦን ንዕኡ ዝምልከት ቀዳምነት ንስኻኻ ትፈትዎ ሕጂ ኢንቨስትመንት እዩ ግን መወዳእትኡስ ንሕና ኢንቨስት ኢና ንገብር ዘለና ግዜናን ገንዘብናን ናተይ እምነት ክንዕወት ኢና ርግፀኛ እየ ግን ኢንቨስትመንት እዩ ሕጂ ኮና ንረክብ ኣለና ልክዕ ገንዘብ ገለ ንረክብ ኣለና ወይ ኣታው ኣለዎ ሕጂ ዋላ ሕጂ ኣታው ኣለዎ ግን ከተወዳድሮ ከለኻ ምስቲ ክንበፅሖ ንሓስብ ገና ብሕጅስ ኢንቨስት ኢና ንገብር ዘለና
ብዝሕኹም ክንደይ እዩ ከም ኣብታ ጉጅለ ዘለኹም ምቅይያር ብዙሕ ግዜ ይርኤ ካብታ ቀዳመይቲ ኣልቡም ናዛ ካልኤቲ ተቀያያሪ ድዩ ወላ ኣተውቲ ወጻኢ ኣለውኹም ድዮም ወላ ኮንስታንትሊ ድቀጸሉስ መን ኢኹም ሰለስቲኹም?
ኦው ሓደ ከኣ ኣሎ ዘይትነገር።
ዘይትነገር በዚ ኮፍ ኢሉ ዘሎ ትሪእዎ ኣለኹም ንኣኹም እውን ዘይትነገር እዩ ኣይንገርን ይስብ ኣርባዕቲኹም ኮንስታንትሊ ቀጺልኩም ብዙሕ ግዜ እዚ ናይ ጉጅለ ስራሕ ንድሕሪት እንዲኹም ክትመልሱኒ ጸኒሕኺ ባክ ስትሪት ቦይስ ዝበሃሉ ነይሮም ብሉስ ነይሮም ደስቲኒ ቻይልድ ነይረን እቲ ቀደም ከም ስታይል ነይሩ ብጉሩብ ምስራሕ ክሳብ ክንደይ እዩ ኣብዛ ጉጅለ ኮንስታንትሊ ክቅጽል ዘሎ ተኽእሎ ከመይ ድሎ ማለት ርድኢት ኣብ መንጎ ኩላኹምሲ ሓደ ድዩ እቲ ናትኩም ፖይንት ኦፍ ቪው ወይ ሓደ ካብቲ ሓደ ድዕብልል ኣሎ ድዩ ብዛ ጉጅለ ከመይ እዩ ሓደ ዕብልል ተሎ ወንዲ ወዲ ኣዘር ካብታ ጉጅለ ከም ዝእለ ፍሉጥ ይሱ ከመይ እዩ ትሪእዎ እዚ ጉዳይ እዚ ቲም ወርክ እቲ ዝዓበየ ነገር እዩ ኦፍኮርስ ዳትስ ዋይ እሱ እዩ ፅባቕ ይኹም ግን ኩሉ ግዜ ቀፃልነት ከዓ ዘለዎ ኮይኑ ኣይፀንሐን ኣብ ዓለም ክንሪኦ ከለና ዳርጋ ካብቶም ሚውዚክ ኢንዳስትሪ ጀሚርካሲ ክሳብ ኣብ ጎረባብቲ ሃገርና ደለዉ ውሩያት ብጉጅለ ዝደርፉስ ኮላፕስ ዝገብር እዩ ኣብኡ ምስ ግዜ። ሕጂ ናትኩም ርድኢት ኣብዚ ጉዳይ እንታይ እዩ?
ቀዲሙ። ማለት ከመይ ኢኹም ነቲ ሒዝኩሞ ደለኹም ጉጅለ እታ ስኳድሲ ከመይ እያ ርድኢታ ኣብቲ ትሰርሖ ዘላ ስራሕ? ናይ ሓደ ሰብ ዓብላሊ ጽልዋ ድዩ like ደረፍቲ ጥራይ ኮይኖም እቶም ሓደ መጹ እቲ ሓደ ሙዚቃ ስረ ዝሰርሕ ድዩ ወይ እቲ ሓደ በይኑ ናይ ግ- ምግጣም ባህ- ባህጊ ስረ ዘለዎ ድዩ ኣብዚ ርድኢትኩም ከመይ እዩ?
ማለተይስ ኣሎ እ፣ ግዜታት ከምዚ ስጋብ ስቱድዮ ኣቲናስ ከምዚ ምሻለካ ምሒር ምምንባብ ወይ ከኣ ምሒር ምርድዳእ ስኒ ከምዚ ቃል ከይተዛረብና ከማን ሳብኡ ከልና ተጠማሚትና ንረዳዳኣሉ ግዜ ኣሎ ተረዲኣና ከምዚ ምሽ ኣለኪ በበይኑ ሓሳብ ዘለና ወይ ከዓ በበይኑ ዕላማ ወይ ከዓ በበይኑ ዓይነት ቅኒት ነርና ተንኸውን ከምዚ ዝያ ዘለናዮ ስጋዕ ሕጂ ዝበፃሕናዮስ ኣይምበፃሕናዮን ኢና ከማይ መጠን ኦኬ እስከ ናይ ክንደይ ዓመት ኔትወርክ ወይ ድማ ርክብ እዩ ዘለኩም ሌላ እዩ ዘለኩም ወይ ፍሬንድሽፕ ካብ ንእስነትኩም ዲኹም ብሓደ ወላ እንታይ እዩ ኦኬ ማ- ኦኬ ማለት ሙዚቃ ስ- ካብ ንጅምር ስኒ ኦ፣ እንዳ ማለት ምስ ፊለ ሕጂ ዓሰርተ ዓመት ዳርጋ ኮይኑ ክኸውን ዶ ዓሰርተ ዓመት ኣኾኒ ሸዓተ ዓመት ዓሰርተ ዓመት ሸሞንተ ገለ ትሽዓተ ትሽዓተ በለ ሓሙሽተ ሸሞንተ ትሽዓተ ናይ ኮም ግዜ ኣለና ምስ ተኾላይ ማስ ኣብዛ ባህሊ ትብል ኣልቡም ኣብዛ ናይ መወዳእታ ዝዘርጋሐ ናይ ኣልቡም ማለት እዩ ካብ ሻዕና ጀሚርና ማሹ እየ ተላለዮ ንሴቶ ሻዕና ጀሚርና
ፊልሞከ ዝመስል

መሳርሕቲና ኩሉ ግዜ ብሓንሳብ ንሰርሕ ኢና እምበር ከም ሓንቲ ባንድ ይኮናን ባንድ ክትብሎስ ምሽ ኣነ ሙዚቃ ሰርሕ እሶም ደርፉ ሕጂ እሶም ምስ ድላዮም ክሰርሑ ክእሉ እዮም ኣነ ምስ ድላይ ክሰርሕ ክእለ ከምዚ ናይ ባንድ ዳኣስረና ሕግስ የለን ስለ ዝደለና ኢና ብሓንሳብ ንሰርሕ ዘለና ክሳብ ዝደለና ከዓ ብሓንሳብ ክንሰርሕ ኢና ማለት እዩ
ከምኡ እዩ እቲ መስርሕ እዋ
ነፃ መንፈስ ሴቶኸ በቃ ከም ዝበሉ ወይ እንታይ እሞ ገጣማ ኢኻ ምሽ እዋ እዎ ወዲ ኢንጂነር ማማ- እዩ ከዓ ኢንጂነር እዩ ከዓ ናይ ብሓቂ እ፣ ኣብታ ደርፊ እውን ኢልካያ ስለ ዘለካ እዩ ኦሬዲስ ክኸውን ይኽእል እዩ እዚኣ ሲ ልክዕ ወላ ከይፈለጥኩኻ ከለዉ ሲ ድሕረ ባይቱ እያ እዚኣስ ናይ ገዝኡ ዛንታ እዩ ዝዕለና ዘሎ ገለ እየ ዝብል ነይረ ወዲ ማማ ከመይ እያ እስከ ከም ደርፊ ሮማንስ ክልተ ሽሕን ዕስራን ገለ ከም ሽዑታት ግዜ ጽሒፈያ ነይረ ከምዚ መላመዲ ኢልካ ገለ መልታት ትጽሕፎ ምሽ ኣለውራ ሽዑ ዳሕራይ ግን ኣብ ብዙሕ ስቱድዮታት ገለ ከይደ ከማን ሳስሚዐዮም ፈልጥ እየ ስሑ ቁጻወት ገለ ግን ፊልም ሰስማዕክዎ ግን ኣብታ ስቱድዮ ኣጋጣሚ ሳክት ኢለ ከስማዖ ኢለ ምስ ጀመርኩ ሓሰየ ባባ መማ ምስ በጻሕኩ ግደፋ እዚኣ ክንገብራ ኢና ገለ ሽዑ ፈትዋ ማለት እዩ ኣጋጣሚ ምስ መላእናያ ከዓ ደይሓሰብካዮ ደርፊ እዩ ኣብ ስቱድዮስ ኣብ ደገ ከኣ ጽቡቕ ዝኸደልካ። ብምልእታ እታ ግጥሚ ካብ መጀመርያ ከምኣ እያ ተጻሒፋ ነይራ ደሓር ዝተቐናበረት ወይ ዝተመልእት ኣይኮነትን። ቁሩብ ሕጂ ኣብቲ ገይመር ሰብ ኣብ ገለ መንታት ኣብኡ ተዓራሪና እታ ላስት ቨርስ ከኣ ፍርቃ ትኸውን ንእሽተይ መሊእናላ ማለት እዩ ማማ ንዕ እንዶ በጃኺ ገለ እሲታት። እወ ዳርጋ ከምዚ ዛንታ እያ ወይ ፊልም እያ ወይ ሓጻር ፊልም ውዲኻ ክትብላ ገለ እያ። እታ ስነ ሓሳብ ገለ ግን ጽብቅቲ ጽቡቅ ኣቀራርባ እያ ውን ቀሪባ ራፕ ናይ ምግባር መደብ ኔርካ ዲካ ኣብ ነዊሕ ወይ ትገብር ዲካ ቅድሚ ሕጂ ሰሪሕካሉ ትፈልጥ ዲካ እወ ማሰ እንታይ ራፕ እሞ ትርጉሙ መጀመርያ ራፕ ንጹር ክንገብሮ እቲ ራፕ ድበሃል እንታይ እዩ ብትግርኛ ደኣ ማሰ ማለት እዩ ማሰ
ከምኡ ድዩ ዝኮን ደሎ ቃል ብቃሉ በቃ ማሰ እያ እንታይ እሞ ማሰ ኣብ ቀደም ሰ ከምኡ እዩ ኔሩ ሙዚቃ ገለ ይነበሮ እምበር ማሰስ ማሰኛታት
ብእንግሊሽ ስለ ትብሎ እዩ ከምዚ ንሰብ ከምዚ ምዕራባዊ ወይ ናይ ደገ ገለ ኮይኑ ዝስምዖ እምበር ናትና ትረንድ እውን ነይሩ ናትና ዋላስ ነይርዎ እዩ ግን ከመይ ጌርካ ንዑ ኣማዕቢልካ ተምፅኦ ገለ ከዓ ኣሎ ማለት እዩ ከም ደለዎ እዩ ትደግሞ ኒኻ ምስ ግዜ ከድካስ ከመይ ጌርካ ኣማሓይሽካ ተምፅኦ ገለ ትፍሉይነቱ ካብ ካልእ ሕደማ ናይ ደርፊ ቅልጣፈ ወይ ከኣ ዘይተሰርዐ ሓሳባት ምጥቃስ ከምኡ ድዩ ዝኸውን ዘሎ? ቅልጣፈ ገለ እኳ ዘይኮነስ ማስቲ ቀንዲ ኣብ ግጥሚ ይምዘን፣ ካልኣይ ከኣ ኣብ ዜማ ፍሎው ማለት እዩ። ኣብ ጓይላ ሕጂ ንኣብነት ደሴም እዩ ወላ ተን ፍሎው ከኣስ ተን ዝሰርዐን ተን ዜማታት ውሑዳት እየን። ኣብ ራፕ ግን ከምዚ ኣምፕረዲክታብል እዩ። ስኢልካ ኢኻ ትገማጥሎ ወላ እቲ ራይም ዝገብር ቃላት ክትመርጽ ከለኻ ክተብዝሖ ኣለካ ምክንያቱ ራፐር ድሕር ኮይኑስ ከምዚ ቮካሉ ይኮነን ዝምዘን ቀንዲ ዝምዘነሉ ሲ እንታይ ይብል ኣሎ ከመይ ገይሩ ግጥሚ የውፅእ ኣሎ ፍሎው ከዓ ከመይ ይተዓፃፀፍ ኣሎ እያ ማሰኛ እንዳር ኮይኑስ ኣብኡ ኢኻ ተስተውዕል ማለት ነይሩ እዩ ማሰ ኣነ ከዓ ማሰ ይፈቱ እየ ከም ምስማዕ ራፕ ሙዚቃ ይፈቱ እየ ወላ ክሰርሓሉ ከዓ ፈትየ ብዙሕ ትጽሕፍ ነርካ ዲኻ ካብ ስማሲ ካብ ቀደም ፈትየ ኩላህና ንፈትየ ኢና መስለኒ ኣብዚ ዘለና ምፅሓፍ ከዓ ኣቋሪፀ ይፈልኒ ንኩሉ ግዜ እፅሕፍ ሰባይ ኣተባብዑን ሓንሳብ ሓንሳብ ዘተባብዑ ከዓ ኣለዉ ንዓኻ ዝመስሉ ረኺብካ ሕጂ እንኳ ሓጎሰካ ፅቡቅ ሳለኦም ከዓ ፅቡቅ ይብልና ማለት እዩ እቲ ራፕ ሚውዚክ መብዛሕትኡ ግዜ በቲ ናይ ኣቐዲሙ በዓል ቱፓክ ኣብ ሂፕ ሆፕ ዘርኣዩና ፍሉይ ብቕዓት ንዕኡ ከም ሓደ ትረንድ ዳርጋ ብዓለም ለኸ ደረጃስ ኩሉ ሰብ ዝወስዶ ጀሚሩ እንታይ እዩ ዕላምኡ እቲ ራፕ ሚውዚክ ዝበሃል? እወ ማሲ ቮይስ እዩ መልእኽቲ እዩ መልእኽቲ እዩ እወ ከምዚ ንቀንዲ ንመሳዕስዒ ገለ ኢልካ ዝግበር ነገር ኣይኮነን እወ መልእኽቲ ከተሕልፍ ኢልካ ንትገብሮ ዛንታ ንክነግር ኢልካ ትገብሮ እዩ ማሰ ዋላ ኣብ ደገ ከምዚ ብዙሕ ዓይነት ጃንራስ ናይ ሙዚቃ እዩ ዘሎ ግን ራፕ ከምዚ ክሳብ ሕጅስ ከም ዘይፈረሰ እዩ እዚ ንኣብነት ኣብ ደገሲ ሮክ ኤን ሮል ገለ ይኸይድ ሓደ ግዜ ዲስኮ ይኸይድ ሓደ ግዜ ገለ ካብ ቀደም ጀሚሩ ደው ዘይብል ግን ከምዚ ራፕሲ ከም ዓብ ጃንራስ ስኢሉ እዩ ዝቕፅል ቅሩብ እናማዕበለ መልክዑ እናለወጠ መጽእ እምበር ኣሰ ዓብይ እንተ ኣሽሙ እዩ ይብል ኣነ ወላ ኣብ ዓድና ማሰ ነይሩ እዩ ንቁሩብ ግዜ ደው ኢሉ ነይሩ ክኸውን ይኽእል ሕጂ ከዓ
ነቲ ዓይነት ሚውዚክ ዘምፅኡ ናብ ዓለም ሲ ለውጢ ብዙሕ ዝደልዩ እዮም ክለውት መልእኽቶም ሲ ነቲ ዝነብርዎ ዘለኹ ኩነታት ኣብ ዝተፈላለየ ነገራት ገለ ኣቶኪሮም እዮም ዝዛረቡ መብዛሕትኡ ግዜ ከዓ ጸለምቲ እዮም ደረፍቲ ናይዚ ደርፊ ኤመነሚ ሓደ ከም ጻዕዳ ዝፍለጥ ኣብኡ ወላ ኣብቲ ክስታይ ክንሪኦ ከለና ዋይ ግን ንብዙሓት ጸለምቲ ኣፍሪቃውያን ወላ ጸለምቲ ኣብ ዓለም ዝነብሩ ዝያዳ ዝምስጦም ይኸውን ዝዓይነት ደርፊ ሕጂ እኮ ዳርጋ ወላ ጻዕዱ እውን ብብዙሕ ይኣትዎ ኣለዉ ግን ብብዝሒ ተሪኻስ ወላ ናይ ዓዲ እንግሊዝ ዘለዉ ደረፍቲ ብምልኦም ጸለምቲ እዮም ገለ ኣብኡ እንታይ ምትእሳሩ ምስ ሕብሪ ማሰ
ዝበዝሐ ናይ ሙዚቃ ጃንራስ ኣብ ደገ ብጸለምቲ እዩ ዝብገስ መስለኒ ጃዝ ብሉስ ራፕ ገለ ሕጂ ኣይ ቲንክ ከም ዝኾነ ኣብ ህይወት ሽጉራት ዝኾኑ እቶም ጸለምቲ ምሽ ናይ ሪቮሉሽን ገለ እዩ ንመልእኽቲ ኢልካ ዝተበገሰ ዳሕራይ ዓቢ ነገር ይኸውን ማለት እዩ ንኹሉ ሰብ ዝጸልዎ ማለት እሶም ከዓ ናይ ባህሊ ሰውረኛታት ኢኹም ማለት እዩ በዚ ኣጋጣሚ ፖይንት ኢልና ጀሚርና ኣለና ነፀልሎ ኢና ነዚ ህዝቢ ክሳብ ትዌኒ ፖይንት
ፅቡቕ በዚ ከዓ ከይኑ ጓንዮ ሓደ ብሉፅ መንእሰይ ኣለና ኣዳም እዩ ዝበሃል ኣዲሞ ብዙሕ ግዜ ዳርጋ ኣብ ዝተፈላለያ ቪድዮ ክሊፕ ህዝብና ተዓዚብካ እዩ ናትካ ገጽ ትበዝሕ ሃም ናቶም ብፍሉይ ከዓ ንስኻ ነቲ ክሪዮግራፊ ወይ ድማ እቲ ትልሂት ምስቲ ደርፊ ድሳነ ደርፊ ብዝበለፀ ቅዱ ናይ ምፅብራቕ ሓይሊ ዘለካ መንእሰይ ኢኻ ዳርጋ ካብ ብዙሕ ሲ ቀልጢፍካ ትልለ ኮይንካ እውን ሰሪሕካ ኢኻ መጀመርያ ዕድሜ ኣኽቢርካ ብዝምፃኻ እዚ ዘመስግነካ እሞ እስከ ብሓፈሻ እቲ ክረግራፊ ዝበሃል ከ እንታይ እዩ?
ክረግራፊ ዋላ ሓንቲ ፍሉይ ነገር የብሉን ናይቲ ሳዕስዒት ቅዲ ምውጻእ ጥራሕ እዩ። እው። ቅዲ ከተውጽእ ከለኻ ከኣ ወይ ኣብ ራይሌክስ ኣብቲ ዝገጥሞ ዘሎ እቲ ገጣማይ እው። ወይ ኣብ ቴምፖ ኣብቲ ሪትም መሪጽካ ፈቒድካ ቁጽሪ ኣውጺኻ ሓደ ሞዴል ዝበሃል ክረግራፊ ክነብተናስ ቅድም ብቕርጽታት ኢኻ ትቐርጾ። ክንድስታችው እዚኣትዩ ሓወልትታት እቶም ሙቭመንት እዮም ሽዑ ናብ ትልይቶ ምስቲ ግጥሚ ምስቲ ዜማ ምስቲ ቴምፖ እንዳሰፍራዮ ትመፅእ ሽዑ ከምቲ ዝዳሉ መደብ ተቐርብ ማለት
ናብ ካልእ ትሕዝቶ መደብና ክንሰግር ኢና ቅድሚኡ ግን ሓንቲ ካብዛ ባህሊ 2.0 ትብል ኣልቡም

ብሉጽ ዝኾነ ብቕዓት እውን ርኢኹም ክትኮኑ ተስፋ ገብር ካብዞም ተስፋ ዘለዎም ተላሃይትና ማለት እዩ ሕራይ ናብ ናይ ሎሚ መደብና ክንኣቱ መደብና ብዕላል ጥራይ ዝውዳእ ኣይኮነን ዕሊልና ጥራይ ሲ ኣይተጻገብናን ንሱ ይነልክ ሕጂ እወ
ፈተሻ ዝበሃል ነገር ኣሎ ምፍትሻሽ ሕቶታት ክህልዋኒ እየን ነዚ ዕለት ኣብ ግምት እትየ ዘቕረብክወን እየን። መጀመርያ ንብሙልእኹም ርሑስ ሓድሽ ዓመት ክኣቱ ከለኹ ይበልኩምን እወ እቲ መሳጢ ጥበባዊ ስራሕኩም መሲጥኒ ብዛዕባ ርሑስ በዓል ኣየድሃብኩን ይቕሬታ ርሑስ ሓድሽ ዓመት ይግበረልና ዓመተ ሰላም ዓመተ ራህዋ ዓመተ ብልፅግና ንኩልና ንመላ ህዝቢ ኤርትራ ውሽጥን ወፃእን ድማ ኣውደ ኣመታት ከመይ ኢኹም ተብዕልዎ
ስፍሕ ዝበለ ኣውዳመት ከመይ ምስ ፋሚሊ ምስ ስድራ ቤት ወላ ራፕ እንዳግበርኩም ኢኹም ግዜ ክሳይ ትገብሮ ከመይ ናይ ፋሚሊ ሰባት ዲኹም ናይ ፋሚሊ እምበረ ዝበዝሐ ግዜኹም ምስ ስድራኹም ተልፎ ሀገመር ሳስ ዝበዝሐ ግዜ ስቱድዮ ትሕልፈ ኢኻ ትመስል ራይ ፅቡቕ ንዓኹም ንስድራ ቤትኩም ርሑስ በዓል እንዳበልኩ እዘን ኣዳልየን ዘለኹ ሕቶታት ስንዱ ስንዱ ከብለልኩም እየ ብመን ክንጅምር ብመንኩም ክንጅምር ብኣኹም ወላ ብኣኹም ብኡ ፍልይ ኢሉ ዘሎ ኦኬ ኣትረፍ። ሰጌመር ኩሉ ነገር እዩ ሰጌመር። ዘፍርሓካ እ? ንኺድ እ፣ ከመይ ኣለኻ ፅቡቅ ኣለኻ ሓራይ እ፣ ዝያዳ ሃገራዊ ዝኾና ሕቶታት እየን ክህልዋና ፅቡቅ ንኺድ ሕቶ ቁጽሪ ትመርጽ? ካብ ክንደይ?
ካብ ሓደ ክሳብ ሰለስተ። ሓደ እንፈር ኣመላ። ሕራይ።
ኣብ ሃገራዊ መዝሙር ኤርትራ ክንደይ ግዜ ኤርትራ ኤርትራ ንብል?